መዓልታዊ ጅንጅብል እንተበሊዕና ኣብ ሰውነትና እንታይ'ዩ ዝፍጠር? ጅንጅብል ንልዕሊ ኣርባዕተ ሽሕ ዓመታት ንቕመምነት ክጠቅም ዝጸንሐ'ዩ። ብዙሓት ሕማማት ንምክልኻል ዝጠቅም ኣዝዩ ብርቱዕ ቅመም'ዩ ድማ። እዚ ተፈታዊ ቅመም ካብ መጀመርታኡ ኣብ ናይ ህንዲ ናይ መግቢ ኣሰራርሓን ባህላዊ መድሓኒት ቻይናን'ዩ ተረኺቡ። እቲ ፍልይ ዝበለ ጣዕሚ ጅንጅብል ንክህሉ ዝገበረ ድማ ኣብ ውሽጡ ዘሎ ጂንጀሮል እዩ። ፀረ ባክተርያን ፀረ ኦክሲዳንትን ባህሪ ድማ ኣለዎ። ካብ ንጣዕሚ እጓማትና ምፅላው ወፃኢ ካልኦት ብዙሓት ናይ ኣካላትና ስራሕቲ ይፀሉ። ኣብዚ ቁሩብ ፍሉጣት ጥቕምታት ጅንጅብል ክሕብረኩም እየ። ቅድሚ ምቕፃልና ኣብዚ ቪድዮ ዝግለፅ ኩሉ ነገር ሓቅነቱ ዝተረጋገፀን ብበዓል ሞያ ዝቐርብ ምዃኑ ክሕብረኩም ይፈቱ። እዚ ድሕሪ ምባል እስኪ ብዛዕባ እቶም ትሽዓተ ጥቕምታት ጅንጅብል ንዘራረብ። ቀዳማይ፣ ናይ ዕውልውል ስምዒት የህድእ። ጅንጅብል ኣብ ናይ ቻይና ባህላዊ ሕክምና ከም ጸረ ተምላስን ስርዓተ ምሕቓቕ መግቢ ዝሕግዝን ኮይኑ ከገልግል ጸኒሑ እዩ። ጅንጅብል እቶም ኣብ ከብድና ንምሕቓቕ መግቢ ዝጠቕሙ ነገራት እንትፍታፍን ንኽምረቱ ብምልዕዓል ዕውልውል ዘብል ስምዒት ንኽሃድእ ይገብር። እዚ ቅመም እውን ከም ኣንቲስፓዝሞዲክ ኤጀንት ኮይኑ ከገልግል ይኽእል እዩ፣ እዚ ማለት ድማ ጭዋዳታትና ከይሸማቐቑ ዝቆጻጸር ነገር እዩ። እዚ እውን ብተወሳኺ ኣብ ስርዓተ ምሕቓቕ ምግቢ ዘለዉ ልሙጻት ጭዋዳታት ንኽፍታሕትሑ ይሕግዝ። ጅንጅብል ናይ ዕውልውል ዘብል ስምዒት ንምህዳእ ዝሕግዙ ጂንጀሮል፣ ሾጋልዝ፣ ዚንጀሮንስ ዝበሃሉ ውሁዳት ዝሓዘ እዩ። እዚ ቅመም ካብዚ ወጻኢ ኣብ ማዕናጡናን ከስዐናን ጸረ ነድሪ ባህሪ ከም ዘለዎ ተፈሊጡ እዩ። ስለዚ ዕውልውል ዝብል ስምዒት እንተ ተሰሚዑኩም ካብ ጅንጅብል ዝተሰርሐ ሻሂ ወይ ድማ ብተለምዶ ቅሽር ንብሎ ስተዩ ከህድኣልኩም እዩ። እዚ ድማ ሓደ ኩባያ ማይ ብምዝሃም ናብኡ ድማ ሓደ ናይ ሽኮር ማንካ ዝተጠሓነ ጅንጅብል ብምውሳኽን ብድሕሪኡ ድማ ቅድሚ ምስታይኩም ንዓሰርተ ደቓይቕ ንኽዝሕል ግበሩ። ስለዚ እዚ መድሓኒት ናይ ዕውልውል ዝብል ስምዒት ክስመዐኩም እንተሎ ወይ ድማ ናይ ተምላስ ስምዒት ክህሉ እንተሎ፣ ብፍላይ ምስ ጥንሲ ዝተተሓዘ ወይ ድማ ኣብ ጉዕዞ መኪና ንዘሐመኩም፣ ኣብ መዓልቲ ክልተ ወይ ሰለስተ ግዜ ምስታይ ነዚ ከህድኣልኩም ይኽእል እዩ። ከቢድ ዝበሃል ናይ ዕውልውል ዘብል ስምዒትን ተምላስን እንተሃልዩኩም ግን ብሓኪም ክትረኣይዎ እዩ ዝምከር። ካልኣይ፣ ሕማም ናይ ምክልኻል ዓቕሚ የጎልብት። ናብ ምግብታትና ጅንጅብል ምውሳኽ ናይ ደም ዝውውር ንኽውስኽ ብምግባር ሕማም ናይ ምክልኻል ዓቕምና ኣብ ምጉልባት ክሕግዝ ይኽእል። እዚ ድማ ረኽስታት ንምቅላስ ይጠቅም እዩ። ጅንጅብል ናቹራል ኪለር ሴልስ ዝበሃሉ ኣብ ስርዓተ ሕማም ምክልኻል ዓብዪ ግደ ዘለዎም ንኽፈርዩ ኣብ ምልዕዓል ዝልዓለ ግደ ዘለዎም ውሁዳት ከም ጂንጀሮልን ሸጋወልን ዝሓዘ እዩ። ጂንጀሮል ብፍላይ ናይ ጻዕዱ ዋህዮታት ደም ስራሕቲ ከም ዘቀላጥፍ ተፈሊጡ እዩ፣ እዚ ድማ ሕማማት ንምክልኻል።